ሰላም ሰላም ጥዕና ሃበለይ ደቂ ዓበይቲ ሃመይ ኔኹም ዳሕና ዲኹም ኣነ ዳሕና እየ እግዚኣብሄር ይመስገን ሰላም እየ ሃምዚ ኣነ ሰላም እነኹ ኩልኹም ሰላም ትኾንለይ ናይ ወትሮ ተስፋይ ሓጎሰይ እዩ ለማዕንቲ ሃምዚ ትርእይዎ ዘለኹም ብጣዕሚ እዩ ተፍትሽ በዚሑ እንሆ ኣብ ስዑዲ ማለት እዩ በተለይ ከዚ ኣብዚ ሎም ቆይነ ማለት እዩ ብጣዕሚ እዩ ተፍትሽ እንዮ ብዚ ኣጋጣሚ ጥንቃቐ ግበሩ ክብል ይደሊ ኣሕዋተይ ሓደሓደ ብጋላት ወፃእ ተለኸን ላድንኳን ትወጻ ተለኽን ኩለኽን ጥንቃቀ ግበራ ላብ ዕዳጋ ገለታት ለትደልያሲ ጥንቃቀ ግበራ ማለት እዩ ሃምዘ ታእዩ ሓደ ቆልዓ ድዩ ወርቂ ገዝእ እያ ከይድ ላብ ዕዳጋሲ መርዓ ወጺሕዎ ማለት እዩ ካብኡ ሸርጣ ወሲደሞ መርዓ ማዕልቲ ሰብኣይ ለይብላ ውዒላ ማለት እዩ መርዓ ኦለ ተኻቢሩ እንድዩ ግን ዝሮ ዝሮ ሰብኣይ ለይብሉ ውዒሉ ሰብኣዩ ወርቂ ገዝአላ ብል ኸደ ሽርጣ ሒዞሞ ማለት እዩ ብዘጋጣሚ እና ብዚ ታይ ክብል እየ ደልየ ጠቓላይ ብጣዕሚ ተፍትሽ በዚሑ እንሆ ኣብ ስዑዲ ውሽጢ ማለት እዩ በተለይ ኣብዚ እዚ ትሪእዎ ዘለኹም ኣበይ እዩ ትብላ ትደልያ ኢኽን ኣሕዋተይ እዚ ቆልዓ እዚ ተፍትሽ እዚ ቦታኡ መከ እዩ ኣብ ከተማ መከ እዩ መከ ማለት ድሕሪት ማለት እዩ ልትፈልጦ ኣሕዋተይ ልትፈልጦ ኢኽን እና ብጣዕሚ ተፍትሽ እኒኦ ደቂ ዓበይቲ ኩልኽን ጥንቃቅ ግበራ በተለይ ድሕሪት ማለት እዩ ድሕሪት ብጣዕሚ ተፍትሽ እኒኦ ከዚ ብዙሓት ኣሕዋተይ ኢለ በተለይ ባሕረኛታት ብዙሓት ኣሕዋተይ ኢልት ድሓዛ እኒኤዋ ላብ ጅዳና ላብ ሪያድ ላብ ደማም ዝተፀዓና ኣሕዋተይ ተዳሒዘን እኒኤዋ ብዙሓት እየን ተዳሒዘን ማለት እዩ ስለዚ ኩልኹም ኣሕዋተይ ጠንቀቁታ ተፍትሸለ ኢልኹም ሽርኹም ኣይትውፅኦታ በተለይ ወረቀት ለይብልኹም ወረቀት ለይብልኹም ደኣ ማብዛኛውኩም ልድሓዝ ለኮ ወረቀት መጅሁል ማለት እዩ እና ኩልኽን ጥንቃቐ ግበራ ደቂ ዓበይቲ መቸም ኣሕና ኣብ ለኸድናዮ ኣይጥዕመናይ ሃምዚ ኢልካ ተሻጒጉኻና ነበርካ ትመሊስካ ከዓ ዘይርኻ ንምምጻእኻ ብጣዕሚ እዩ ለሕዝነካ እና ብጣዕሚ እዩ ተፍትሽ እኒኦ ከዚ በተለይ ኣብዚ ክልተ ሰሙን በርግጽ እኳ ተፍትሽ እኳ ኣሎ እዩ ትብትልሉ ግዜ እኳ የለይ ማለት እዩ ተፍትሽ ለይውሊ ግዜስ የለይ ኩሉ ግዜ ተፍትሽ ኣለ እዩ ግን ሓደ ሓደ መዓልቲ ብጣዕሚ ቀውጢ ልገብርዋ መዓልቲ ንህዋቶም በተለይ ኣጋ ኣውደ ኣመት ናይናና ኣውደ ኣመት ናይ ባዓልቶም ብጣዕሚ እዮም ቀውጢ ልገብርዎ ስለዚ ኩልኹም ጥንቃቐ ግበሩ በተለይ ማ በደው ድንኦኻቶም ኣሕዋተይ ኣጣል ልትሕሉታ ይኹን ኣግማል ልትሕሉ ታይ ይኾን ጥንቃቂ ግበሩ እመቤታችን ለምሳኹም ትኹን ብጣዕሚ እዩ መሕዘኒ ብዚ ኸዚ ግዜ በተይ ኣብ ባራዕ ኣሕዋትና ባራዕ ርያድ ባራዕ ስዑድ ትሰርሑ ኣለኹም ኣብ ቦደውል ትሰርሑ ኣለኹም ኣሕዋተይ ብጣዕሚ ኣነ ማለት ብጣዕሚ እዮም ላሕዝኑና ማለት ሃመይ ድዩስ ብጣዕሚ ፀሓይ እኖሆ ቁርለ ጸሓይለ ኣብዛ ዓዲ ብጣዕሚ እዩ ሓደገኛ እና ፈጣሪ ምሳኻትም ትኾን ብዘጋጣሚ ኣብ በዶ ኣሕዋተይ ለለኹም ግን ብቲ በለ ብቲ ያው ዝኹሉ ኸርተት ኢልኻ ኣብ ደይ መዓልትኻ ሒዞምካ ትኸተለው ብጣዕሚ እዩ ዳሕዝነካ ምንም ነገር ተይሰራሕኻይ ዝኹሉ ጓዓዝ ኢልኻ ዝኹሉ ደኺምካ መጨረሻኡ ምንም ተይኮንኻይ ትደሓዝ ተለኻ ያው ብቸም የቐንዝየካ እዩ ዝኹሉ ኸሲርካ ዝኹሉ ገንዘብ ተቃጺሉ ማለት ብዙሕ ነገርስ ትበሃል እዩ እና ኣብዚ ትሪእዎ ዘለኹም ከዓ ኣብዚ ራጎ እዩ ራጎ ለንቀይነ ብጣዕሚ እዩ ሰብ ዝሽጎግሎ ማለት እዩ ዋላ ክዳውንቲ ዋላ እቶም ዳስ ዝሰሪሖም እንሀው ካንዳታት ብዙሓት ናይ ደልዳሎ ዝተባሃሉ ዝተቃፀሉ እኒአው እዮም ሪኦ ከነ ተኾነ ኣይኸን ኣብ ቲክቶክ ኣነ ባዕለ ላተቃፀለ ርእየ እየ ቪድዮ ማለት እዩ እና ብጣዕሚ መሕዘኒ ኣነ እናደልዳለ እኳ ኣሕዝነኒ ከላ ኣነ በርግፅ ግን እቶም መሳኪን ኣሕዋትና እኒአው ገና ባሕረኛታት ብዙሕ ባሕረኛ እዩ እኒኦ ኣውራ ጎኒ ህዝቢ እኮ በእውነት ካብ ኣብ ትግራይ ለሎ ህዝቢ ኣውራ ጎ ለሎ ህዝቢ እዩ ዝበዝሕ ልበዝሕ ወጣት ኩሉ እዚ ኩሉ ወጣት እዚ ኩሉ ጓላት ገና ኩሉ ህፃውንቲ ሲ ኣብዚ እዩ እኖ ብጣዕሚ እኮ እዩ ማለት ዘሕዝነካ እዛ ዓድና ስታይ እያ ሒዛ ቃርያ ብስሩ ኹሉ ስደተኛ ኮይኑ በርግጽ እኮ ሸጊርዎ እንዲ ኹሉ ናብ ስደት ላምርሕሎ እኮ ዓድና ኣለ ነገራቱ ኩሉ ነገር ትሪኦ ተለካ ብጣዕሚ ኣስጋእ ኮይኑ ኮይኑ ግን ኣብዚ ዓዲ ለኣ ይጥዕሞና ኣለያ ኣሕዋትና ለብዙሓት ኣሕዋተይ በመሻውር ልሰልቸዋ እኒኤዋ ሽዱሽተ ሸውዓተ ዓመተን ዘንኣለም ንመሻውር ልገበራ እኒኤዋ ኣሕዋተይ ብዙሓት ልባዕላተን ኣብ ሳንቲም ለብላተን ማለት እዩ ኣሕዋተን ትድሒዞም ክኸዱ ዘይሮም ክመፁ ትድሒዞም ክመፁ ትድሒዞም ክኸዱ ዘይሮም ክምለሱ በተለይ መብዛሕትኹም ኣብ ዝራ ጎድኒ ኢኻትም

እና ብጣዕሚ እዩ ህዝብና ልሳቀ ኣሎ በተለይ ሞ ኮይነ ኣብ ራጉ ማለት እዩ ካብ ራጉ ሃምዛ ኢሎም ናምለጥለ ኣብ ድሕሪት ብጣዕሚ እየተፍትሽ እንሆ ሸፋቱ በዚሖም ብቻ ብዝኸዚ ግዜስ በላዕኻ እዩ በዚሑ እንሆ ናብ ማነየ ብጣዕሚ እዩ በላዕ በዚሑ እንሆ በላዕኡ ማለት እንድዒ ኣነ ብጣዕሚ ይግርታ ላእትየካ እና ኣሕዋተይ መዓረይ በተለይ ኣውራ ጉድና ካትን ኣጓላት ለብዙሓት ንኣየን ኣውራ ጎለብዓል ዝሰርሓ ሸዋር ስኢነን ኣውራ ጎ ስራሕ ድገብኣ እኔዋ መቸም ኣውራ ጎለ ብዙሕ ነገር እዩ ኣውራ ጎለ ብዙሕ ነገር ኢኻ ትረክ ማለት እዩ ስለዚ ብጣዕሚ እዩ መሕዘንም ኣሕዋተይ መዓረይ ብቻ ፈጣር ምሳኹም ይኹን ብዚ ኸዚ ግዜ ግልትዕ እዩ በዚሑ እንሆ ህፃውንቲ ምማት በዚሑ ወጣታት ኣላረገፉ በየፈቃዱ በየበረኻኡ በቃ ኣብዚ ትርለኹሞ ብጣዕሚ እዩ ጥይት ትኮስሎ ምናልባሽ ሰሚዑ ከነእቲ ኮይኑ ከነሓዋተይማ ብጣዕሚ እዩ እቲ ጥይት ዝትኮስሎም እዚ ከሕዝነካ ማለት እዩ ንብረቶም ሒዞም ይገልቡ ንብረቶም ይጥርንፉ ጎባኦምለ በቃ ብቻ ብዙሕ ነገር እዮም ዝገብሩ ህንደይ ለባ ብሱርላ ጎዩ ኢላ ገለው ብሱር ብውዕል በቃ ብጣዕሚ እዮም ዝጎዩ ኣለው ጥይት ላተኮስሎም ትርለኹም ትኾነ ኣኹም ብዝርያ ጫፍ እኒኦ ብለባዕላቶም ተር ኢሎም ገለውለውታ ማለት እዩ ካብኡ ለለሲ እቲ ለሕዝለና ድማ

ጠያይቲ ኣደዳ ታይ ስሙ ኢኩም ትኮኑ ኣለኩም እና ኩሉኩም ኣሕዋተይ በይዛኩም ኣውራ ጉድና ካቶም ልቢ ጉበርታ ልቢ ጉበርታ ሓደ ድዐ ብቻ መንገዲ ካል ዕፀ እየ ልብል ኣነ በእውነት ምክንያት ታይ ድዩ ዘይ ብዙሓት ኣሕዋተይ ኣብ ጭንቂ እኒዋ ሓደ ሓደ ድፈልጠን ኣነ ባዕለይ እኒኦ ኣብ ጭንቂ ኣብ ዳመዳም ላሰርሓ ማለት እዩ ብጭንቀት ሞይተን ሃመ ይበሉ ብዙሕ ዓመት ገይረን በተለይ ኣነ ሎሚ ቀን ሓለኾረት ሓንቲ ሓፍተይ እኒኣ ብዙሕ ዓመት እያ ኣብዚ ዓዲ ገይራ ብመሻዊር እየ ሰኪሐ ኢላትኩም ብቤተሰብ ምምፃእ ሓዋ ክመፅእ ትሽውር ትሞይስ ትጥሪ ዝክኸል ጓል ሓፍታ ትመፅእ ለለ ትሽውር ብገዝኣ ለለ ኩሎም ማለት ሓደ ሓደ ይብላ ጥዕመሎም በይ ፍርቆምሲ ካብ ሕዱድ እየን ኣለዋ ዋላ ጓላት ለ ማለት እዩ ካብ ሕዱድ ሒዞሞን ይኸዱ ግን ኣብዚ ለ ሂወትካ ምጥፋእ እኒኦ እዩ ብቻ ሓንቲ ሓፍተይ ሃምኡ ኣጋጠማ እኒኦ ብጣዕሚ ጭንቀት በቃ ኣነ ጭንቀት ፈጢርለይ ስራሕ ለ ፀሊኦ እየ ዓዲ ዓረብ ዕድመ ልክዐይ ልሰው ኮይነ ዕድመ ልክዐይ ልቤተሰቡ ኮይነ ታይ እየ ልገብሮ ኢላ ላትጨነቀት ማለት እዩ ብቲ ብቲ ተመስገን ማለት ብሂወት ምህላው ለፅቡቅ እዩ ኮይኑ ግን ሂወት ሃሊካ ለ ብዙሕ ግልትዕ እኒኦዎ እዩ ዓረብ ሃገር ማለት ብዙሕ ነገር ኢካ ትፈትና ብዙሕ ነገር እዩ ፈተና ዝወድቀካ

እዚ ግን ማንም ልርደኣካ የለይ ናብ መን እየ ኣነ ንባዕለይሲ ብጣዕሚ እዩ ስልችይ ኢሉኒ ማለት እዩ ነገሩ ተስተውዕለ ተለኻ ካብተን ሓደ ሓደ እኳ ተመስገን ይብል ኣነ ምክንያቱ ኩሉ ሓደ ይኾነ ሓደ ሓደ ኣሕዋተይ ኢለ ብዙሕ ብዙሕ ብዙሕ ነገር ብጥቕዓ በቃ ጥቕዕ ልበለኒ እዩ ኣየ ምርር ዝበለኒ ንባዕላ ትርሊ ሂወታተንሲ በቃ ክነብራሉ ክነብራማ ለይደልያ ብዙሓት ኣሕዋተይ እኒአዋ ብስንኪ ከምዚ ነገር ብስንኪ ኣብዚ ዓዲ ከርተት ምባል ሓደ ሓደ ኣሕዋት ኢለ ስራሕለይ ይገጥመኒኦ ስራሓ ከይደ ንክልተ ሰለስተ ወርሒ ሰሪሐን ደሞዝ ተኻሊኤን ዝወፅኣ እኒአዋ እሞ ብዚ ቤተሰብ ይፀርፍዎን እንታይ ኮይንኺ ኢኺ ገንዘብ ለይትልእኺ ይብልዎን ብዚ ደሞ ምሽዋር ልምንታይ ኢኺ ትሕውሊ ይብልዎን ብዙሕ ነገር እዩ ብቻ ብዙሕ እዩ ብዙሕ ቆስሊ እዩ እኒኦ ሰብ ብቲበለ ብቲ ጊን ኣሕዋትና ተረዶኦና ሕናለ ዘየርኹም ትመጸለኹምሲ ምንም ጥቕሚ የብሉ ልቲ ና የመኒ ናይ ሕዱዲ ልኽፈሎ ገንዘብሲ እካ ቢልካ ዓድኻ ንግዲ ምንጋድ ታይበሃል ነይሩ ዋላ እንቁላልሕ ለይኾን ማንኛው ሰብኩ ካብ እንቁላልሕ ተጀሚሩ ያው ጽቡቕ ደረጃ ልወጽ